ሰላምታይ ንዓኹም ተኸታተልቲ ናይዛ ቪድዮ እዚኣ። ቀዳም ሰንበት ሕጂ ውን ዝቐጽል ዘሎ ነገራት ኣብዚ ክፍለ ዓለማት ብዙሕ ጎንጽታት ይረኣን ይካየድን ከም ዘሎ እዚ ኩላትና ንርእዮ ኣለና። ብወገነይ ፖለቲካ ክትንትን ኣይኮንኩን መጽየ ግን ነዚ ግዝያዊ ነገራት ኣጓኒፉ ዘሎ ናብ ረብሓና ክንቅይረሉ ንኽእል መንገድታት ኣየናይ እዩ ብዛዕባ ወፍሪ'የ ክዛረብ። ብዙሓት ሰባት ኣለና ኣብዚ ዓለም ለኻዊ ወፍሪ እንዳዋፈርና ብዙሕ ለውጥታት ንርእየሉ ዘለና ብዙሓት ኣለና። እዚ ነዊሕ ዝገበርካ እንድሕር እንተኾይንካ ዓቢ ውጽኢት ብዙሕ ውጽኢት ዘምጽኣልካ ስለዝኾነ እዚ ሎማዓንቲ ወይ ውን እዚ ወቕቲ እዚ ንዓኻ ብዙሕ ኣይክሃስየካን እዩ። ምናልባት ግን ንስኻ ሓዱሽ ከንካ ኣብዚ ዓመት እዚ ጀሚርካ እንድሕር ሃሊኻ ምናልባት እቲ ጀሚርካዮ ዘለኻ ናይ ገለ ሚእታዊት ናይ ምጉዳል ባህሪኡ ንቡር ስለዝኾነ በዚ ነገር ሕጂ ዝጎድል ዘሎ ነገራት ሰለስተ ኣርባዕተ ሓሙሽተ ሚእታዊት ዋላ ውን ክሳብ ዓሰርተ ሚእታዊት በዚ ንሕና ፓኒክ ኣቲና ዝኾነ ነገር ስምዒት ክሓድረና ዮብሉን እዚ ንቡር ናይ ወፍሪ ጠባያት ምኻኑ ፈሊጥና ነዚ ነገራት እዚ ክርድኣና ክኽእል ኣለዎ ከምዚ ዓይነት ምጉዳል ዋጋ ስለ ዘርኣየካ ሰለስተ ኣርባዕተ ሓሙሽተ ሚእታዊት ንስኻ ክትሸጦ የብልካን ነዚ ነገራት እዚ ግን ንስኻ ናብ ረብሓኻ ክትቅይሮ ክትክእል ኣለካ። ብኸመይ? ምናልባት ሴቭ ዝገበርካዮ ሰልዲ እንድሕር ሃሊካ ገለ ሚእታዊት ናይ ሰልድኻ ሕጂ ከተእትዎ ክትክእል ኣለካ። ኣብዚ ጎዲለ ዝብለካ ዘሎ ኣብዚ ሓሲረ ኣለኹ ዝብለካ ዘሎ ብርከታት ንስኻ ሕጂ እንድሕር ደኣ የእቲኻዮ ሕጂ እንድሕር ደኣ ወሲካሉ ዓቢ ዝኾነ ለውጢ ውጽኢት ከርእየካ እዩ። መዓስ? እዚ ብምልኡ ሓሸውየ ሕጂ ንርእዮ ዘለና ጸጥ ምስ በለ። ምኽንያቱ ዝሓለፈ ግዜ ዝሓለፈ ወቕትታት እንድሕር ዘኪርና ናይ በዓል ኩሮና ዝነበረሉ ግዜ ክሳብ ሰላሳ ሚእታዊት በጥ ኢሉ ኔሩ። ቁሩብ ኣዋርሕ ግን ኣይወሰደሉን እዚ ናብ ንቡር ተመሊሱ ልዕሊ ዕስራ ሰላሳ ኣርባዓ ሓምሳ ሚእታዊት ካብቲ ዝነበሮ ንላዕሊ ሓፍ ክብል ግዜ ዝበሃል ነገር ኣይወሰደሉን እዚ ከማን ዓለም ለኻዊ ዝነበረ ቅልውላው ስለ ዝነበረ ብጣዕሚ ብዙሕ ጎዲሉ ነይሩ እዚ ግን ግዜ ወሰደሉ ናብ ንቡሩ ተመሊሱ ከምኡ ዝኾነ ዕጽፊ ዓይነት ውጽኢት ክህብ። ኣብቲ ግዜ እቲ ሓዱሽ ኣዋፋራይ እንድሕር ተነይርካ ግን ሕማቕ ነገር ተሰሚዒካ ጣዕሳ ተሰሚዒካ ክሳራ ተሰሚዒካ ሸይጥካ ትወጽእ እሞ ድሕሪ ገለ ዋርሕ ከኣ ትጠዓስ ንምንታየ ዝሸጥክዎ እዚ ውን ከም ካልኣይ ኣብነት ክንርእዮ እንድሕር ተኾይና ሩስያን ዩክረይንን ዝነበረ ግዜ ውን ኮምኡ ናይ ገለ ሚእታዊት ዘፈጥ ክብል እንከሎ ገለ ዋርሕ ጽንሕ ኢሉ ከኣ ንሱ ሓፍ ክብል ከሎ ማእለያ ዘይብሉ ዓይነት ዕብየት ክንርእዮ ክኢልና እዚ ሓደ ግብራዊ ዝኾነ ነገራት ስለ ዝኾነ ጦንቂልካ ዝዝረብ ነገር ኣይኮነን እዚ ሎማዓንቲ ዘሎ ቀዳም ሰንበት ዘሎ ኩናት ውን ኮምኡ ዓይነት ተርእዮታት ከርኢ ስለ ዝኽእል ንስኻ እዚ ሚእታዊት እዚ ዝጎድለሉ ምኽንያት ንዓኻ ሕማቕ ክስምዓካ የብሉን እንታይ ደኣ ንዓኻ ሓዱሽ ሙልየት ወይ ውን ሓዱሽ ተኽእሎታት ከም ዘምጽኣልካ ጌርካ ንስኻ ቁሩብ ዓቕመይ ዝበልካዮ ነገር ሴፍ ዝበልካዮ ከተእቱ ክትውስኸሉ ከተዋፍር ኣለካ ደኣ እምበር ክትሸይጥ የብልካን። እዚ ቀዳማይ መልእኽተይ ነዞም ኣብዚ ዕዳጋ ዓለም ኣብዚ ወፍሪ ኣክቲቭ ዘለኹም ተዋፍሩ ዘለኹም ክኸውን ከሎ ሓዱሽ ምስ ትኸውንከ እዚ ዕድላት እዚ ንስኻ እውን ክትጥቀመሉ ክትክኢል ኣለካ ብኸመይ ኣገባብ ሕጂ ዝሓስረሉ ግዜ እዩ፣ ሕጂ ዝወርደሉ ግዜ እዩ፣ ገለ ሚእታዊት ዝወርደሉ ግዜ እዩ፣ እዚ ግዴታ እዩ፣ እዚ ክንርእዮ ኢና፣ ሎማዕንቲ ጽባሕ ብምሉእ ክንርእዮ ኢና። ስለዚ ንስኻ ኣብዚ ዝሓስረሉ ዘሎ ግዜ ብርክታትካ እንድሕር ድኣ ወሲድካ ማለት ሰልድኻ እንድሕር ኣዋፊርካ ጽባሕ ንግሆ ጸጥ ምስ በለ እዚ ኩነታት እዚ ንዓኻ ኣበይ ከብጽሓካ ኣብዚ ምኽንያቱ ኣብቲ ዝሓሰረ ግዜ ኣብቲ ዝጎደለሉ ግዜ ዕዳጋ ማርኬት ኢኻ ትኣቱ ዘለኻ ስለዚ ነዚ ነገራት እዚ ናብ ረብሓና ከነውዕሎም ክንክእል ኣለና። እቶም ኣብ ረብሓኹም ተውዕልዎ ዘለኹም ጽቡቕ፣ እቶም ኣብ ግብሪ ዘለኹም ከብድኹም ሕማቕ ዝስምዓኩም ዘሎ ግን ከብድኻ እምኒ ከተእትወላ ክትክእል ኣለካ። እዚ ናይ ኣቦታትና ምስላ እዩ ምኽንያቱ ክተብዕ ክትክል ኣለካ። ጠባይ ናይቲ ማርኬት ክርድኣካ ክኽእል ኣለዎ። ዝሓለፈ ሂስትሪ እንድሕር ርኢኻዮም ከምዚ ዓይነት ብዙሕ ግዜ እዮም ተራእዮም ይወርዱ'ሞ ጽንሕ ከይበሉ ከኣ እንደገና ይድይቡ። ስለዚ ኣብቲ ንቡር ኩነታት ይምለሱ። እዚ ነገራት'ዚ ክሕደሰና የብሉን፣ ሓደሽቲ ተኾይንና ከጥቅዓና የብሉን፣ ክንፈርሕ የብልናን። ጀሚርናዮም ዘለና ወፍርታት ገለ ሚእታዊት ጎዲሎም ስለ ንርእዮም ዘለና እዚኦም ክንሸጦም የብልናን። ሓድሽ ድሕሪ ተኾንካኸ ኣብዚ ዝጎድለሉ ግዜ ጀምር። ሓዱሽ ኮንካ ብዛዕባ'ዚ ወፍሪ ዋላ ሓደ ነገር ዘይርደኣካ እንድሕር ተኾይኑ ዋላ'ውን በይን ከም ትጅምር ዘይትፈልጥ እንድሕር ተኾንካ እሞ ኸኣ ነዚ ዝብሎ ዘለኹ ዕድላት ክትጥቀመሉ እንተደሊኻ ንስኻ ቀዳምነት ነገር ብሓደ ውሑስ ትብሎ ናይ'ቲ ወፍሪ ፕላትፎርም ጌርካ ክትጅምር ክትክእል ኣለካ። ብውሑድ እቲ ንስኻ ትጥቀመሉ ዘለኻ ባንክ እውን ክትውከሶ ትኽእል ኢኻ። ምናልባት ግን ዕሙቕ ዝበለ መግለጺ እንተዘይሂቦምኻ በቲ ክርድኣካ ዝኽእል ነገር እንተዘይኣረዲኦምኻ ግን ንዓኻ ዝመስል ብዛዕብኡ ኣፍልጦ ዘለዎ ሰብ ተወኪስካ ንስኻ ነዚ ነገራት እዚ ክትጅምሮ ክትክእል ኣለካ ምናልባት ብወገነይ ውን ክሕግዘካ ይኽእል እየ ኮንታክት ምስ ትገብረኒ እዚ ነገራት እዚ ከቢድ ነገር ጌርና ክንወስዶ የብልናን ብጣዕሚ ቀሊል ነገር እዩ ስለዚ ንሕና ውሳነ ግብር ኣቢልና ብሓደ ውሑስ መንገዲ ጌርና ንሕና ወፍርታትና ክንጅምር ክንክል ኣለና እዚ ቀዳመ ሰንበትን ከምኡ ውን ዝቕጽል ዘሎ ነገራት ናብ ረብሓና ከነውዕሎ ክንክእል ኣለና ጀሚርና ዘለና ፓኒክ ተሰሚዒና ጀሚርናዮ ዘለና ክንሸይጥ የብልናን እንታይ ደኣ ክንውስኸሉ ክንክእል ኣለና ስለዚ እዛ ቪድዮ እዚኣ ናብ ብዙሓት ክትበጽሕ ሼር ላይክ ኮመንት ብዓብዪ ከኣ ሳብስክራይብ ኣብዚ ናተይ ዩቲብ ከምኡውን ፌስቡክ ቲክቶክ ፎሎ ምባል ዘይምሕማቕ ቴንኪው